ሰላም ከመይ ትጸንሑ ኩቡራት ተኸታተልቲ ንኹሉኹም ኣመንቲ እስልምና ሩሑስ ባዓል ኢድ ኣል ኣድሓ ክኾነልኩም እንዳተመነኹ ንሎሚ ሮብዕ ዕስራን ሸውዓተ ግንቦት ክልተ ሽሕን ዕስራን ሽዱሽተን ዝተዳለው ሓደሽቲ ዜናታት ሒዘልኩም ቀሪበ ኣለኹ ምክትታልኩም ይዕድም ፈለማ ቀንደብታቱ ግብጺ ኣብ ኣስመራ ጨንፈር ዩኒቨርሲቲ ካይሮ ክትከፍት ምዃና ከምዝተገለጸን ብዛዕባ ጽባሕ ሶኒ ዝካየድ ሃገራዊ ምርጫ ኢትዮጵያ ዝምልከት ዝወጹ ዘለዉ ሓበሬታታትን ኣብ ትግራይ ኲናት ይጅምር ከምዘሎ ከምዝተገለጸን ኣሜሪካ ድሮና ከምዝተሃረመ ከምዝተሓበረን እስራኤል ኣብ ልዕሊ ሊባኖስ ከቢድን ሓያልን መጥቃዕቲ ተካይድ ከምዘላ ከምዝተገለጸን ዝብሉን ካልእን ዝሕበር ዝርዝር ዜናታት ሒዝናልኩም ቀሪብና ኣለና። ንቻነልና ሳብስክራይብ ብምግባር ክሳብ መወዳእታ ክትከታተሉና ብኽብሪ ንዕድመኩም። ድሮን ኣሜሪካ ከም ዝተሃረመት ተገሊጹ። እስላማዊ ሓላዋ ሳውራ ኢራን ናይ ኣሜሪካ ድሮን ከም ዝሃረማ ኣፍሊጡ። እታ ድሮን ኣብ ሉኡላዊ መሬት ኢራን ድሕረ ምእታዋ ብሓይልታት ኢራን ተሃሪማ ከም ዘውደቐት ዘፍለጠ እቲ ጉጅለ፣ USMQ ትሽዓተ ሪኣፐር ዝዓይነታ ሰብ ኣልቦ ነፋሪት ተሓምሺሻ ከም ዘላ ኣረጋጊጹ። ኤፍ ሰላሳን ሓምሽተ ዝዓይነታ ነፋሪት ውግእ ኣሜሪካ እውን ናብ ሉላዊ ኣየር ኢራን ድሕሪ ምእታዋ ከም ዝተተኮሰላ ዝሕበር እቲ እስላማዊ ሓለዋ ሰውራ፣ መሬታን ኣየራን ኢራን ንምክልኻል ሙሉእ መሰል ከም ዘለዋ ገሊጹ። ሓይልታት ሕቡራት መንግስታት ኣሜሪካ ኣብ ልዕሊ ኣብ ደቡባዊ ኢራን ንዝርከቡ ቦታታት መወንጨፊ ሚሳኤላትን ነተጉቲ ዘንጽፉ መራኽብ መጥቃዕቲ ምፍጻሞም ዝፍለጥ ክኸውን እንከሎ፣ እቲ መጥቃዕቲ ሃንደበታዊ ምንባሩ'ውን ናይ ኢራን ወገናት ይነግሩ። ወሃቢ ቃል ሓይሊ ኣሜርካ ነቲ ኣሜርካ ዘካየደቶ መጥቃዕቲ ርእስኻ ምክልኻል ክብል ምግላጹ'ውን ዝተፈለጠ ኮይኑ፣ እቲ መጥቃዕቲ መቐጸልታ ምዃኑ ገሊጹ'ሎ። እዚ ከምዚ'ሉ እንከሎ፣ ናይ ኣሜርካ ፕረዚደንት ዶናልድ ትራምፕ ምስ ኢራን ኣብ ዘካየዶ ዘሎ ናይ ስምምዕ ስትራተጂ ከም ዝተኣማመን ከምቲ ገለ ፖለቲከኛታት ዝብልዎ ዘሎው ከም ዘይኮነ ኣብ ግጻት ሚድያ ሓቢሩ። እቲ ፕረዚዳንት ኣብ ጽሑፉ፣ ምስ ኢራን ዘካይዶ ዘሎ ስምምዕ ነባርን ኣብ ምሉእ ረብሓ ኣሜሪካ ዝተመርኮዘን ምዃኑ ክሕብር እንከሎ፣ ከምቲ ናይ ኦባማ ዓይነት ስምምዕ ከም ዘይኮነ ገሊጹ ኣሎ። ትራምፕ ኣብ መግለጺኡ፣ መራሒ ኣሜሪካ ነበር ባራክ ኦባማ ምስ ኢራን ዘካየዶ ስምምዕ ንኢራን ኒኩለር ክተፍሪ ፍኑው ዝገደፈ ምዃኑ ነታ ሃገር'ውን ማእለያ ገንዘብ ዝሃበ ምንባሩ'ውን ብተወሳኺ ገሊጹ ኣሎ። እዚ ከምዚ ኢሉ እንከሎ፣ ናይ ኢራን ተዛተይቲ ኣሜሪካን እስራኤልን ኣብ ልዕሊ ኢራን ዘካይድዎ ዘለዉ ኲናት ደው ከብላ ዝጽውዕ ኣካትዓ ነጥብታት ሒዞም ናብታ ሸምጋሊት ሃገር ከም ዝኣተዉ ይሕበር ኣሎ። እቶም ሰብ ስልጣን ኣብ ልዕሊ ኣሜሪካ ዜሮ እምነት ከም ዘለዎም ይዛረቡ ከም ዘለዉን ኢራን ንናይ እስራኤል ይኹን ኣሜሪካ ናይ ሰላም እማመ ቅንጣብ እምነት ከም ዘይብላ ዘንጸባርቕ ምዃኑ ይነግሩ። ብኻልእ ዜና ላዕላዊ መራሒ ኢራን ወሽመጥ ዓረብ ድሕር ደጊም መዕቆቢ ወተሃደራዊ መዓስከራት ኣሜሪካ ከም ዘይከውን ገሊጹ። ላዕላዊ መራሒ ኢራን ኣያቶላ ዓሊ ከማኒ ንእስራኤል ሓደገኛ ብምባል ዞባ ወሽመጥ ፋርስ ድሕሪ ደጊም መዕቆቢ ወተሃደራዊ መዓስከራት ኣሜሪካ ኣይከውንን ኢሉ። እቲ ላዕለዋይ መራሒ ኣብ መንግስታዊ ተለቪዥን ኣብ ዝተነበበ ጽሑፋዊ መልእኽቱ፣ ንእስራኤል ኣብቲ ዞባ ሓደገኛን ቀታልን ሕማም ክብል ብምጽዋዕ ክውገድ ከም ዘለዋ ማዕከናት ዜና ኢራን ታስኒም ሓቢሩ። ሙጅታብ ድሕሪ ቅትለት ኣቦኡ ስልጣን ላዕለዋይ መራሒ ካብ ዝሕዝ ንደሓር ኣብ ቅድሚ ህዝቢ ኣይተራእየን፣ መልእኽትታቱ ድማ ብጽሑፍ ክሰድድ እዩ ጸኒሑ።

ሚኒስተር ጥዕና ሊባኖስ ሓቢሩ። ሰራዊት እስራኤል ኣብ መፋርቕ ሚያዝያ ብመንጎኝነት ኣሜሪካ ተኹሲ ደው ምባል ካብ ዝጅምር ንደሓር ብዝተፈጸመ ዝሓየለ ደብዳብ ልዕሊ ሚእቲ ትሕተ ቅርጺ ቦታታት ተዋጋእቲ ሂዝቦላ ከም ዝሃረመ ገሊጹ። ኔታንያሁ ኣብዚ ሰሙን ንሂዝቦላ ዒላማ ኣብ ምግባር ዝያዳ መጥቃዕቲ ክፍጸም መምርሒ ከም ዝሃበ ገሊጹ ነይሩ። ሎሚ ረቡዕ ድማ ኣብ ሰሜናዊ እስራኤል ካብ ሊባኖስ ናብ እስራኤል ፕሮጀክት ላይት ከም ዝተወንጨፈ ሰራዊት እስራኤል ኣብ ዘውጽኦ መግለጺ ሓቢሩ። ወሲኹ ድማ እቲ ፕሮጀክት ላይት ኣብ ክፉት ቦታ ከም ዝወደቐን ዝኾነ መጉዳእቲ ከም ዘየብጽሐን ገሊጹ። ኔታንያሁ ብሰሉስ ኣብ ዝተኻየደ ኣኼባ ካቢኔ ሚኒስተራት ጸጥታ ኣብ ዝሃቦ መግለጺ፣ እስራኤል ኣብ ሊባኖስ እትወስዶ ዘላ ስርሒት፣ ተዕሞቐ ከምዘላ ገሊጹ። ሰራዊት ምክልኻል ሃገር ብኣጋር ዓበይቲ ሓይልታት ሒዙ ይንቀሳቐሰን ዓብላሊ መሬት ይሕዝን ኣሎ ብምባል ኣብ ሰሜናዊ እስራኤል ንዝርከቡ ማሕበረሰባት ካብ መጥቃዕቲ ሂዝቦላ ንምክልኻል ነቲ ዞባ ጸጥታ የድልድሎ ኣለው ኢሉ። እዚ ከምዚ ኢሉ እንከሎ እስራኤል ኣብ መጥቃዕቲ ከተማ ቓዛ ሓድሽ ኣዛዚ ወተሃደራዊ ክንፊ ሓማስ ከምዝተቐተለ ኣፍሊጣ። እስራኤል ትማሊ ሰሉስ ኣብ ከተማ ቓዛ ብዝፈጸመቶ ከቢድ መጥቃዕቲ ነፈርቲ ንሓደ ላዕለዋይ ወተሃደራዊ ኣዛዚ ሓማስ ከም ዝቐተለት ኣፍሊጣ። እስራኤል ኣብ ከተማ ቓዛ ኣብ ዝርከብ ጽዑቕ ዕዳጋ ከባቢ ኣብ ዝርከብ መንበሪ ህንጻ ብዘካየደቶ ከቢድ መጥቃዕቲ ብውሕዱ ሰለስተ ፍልስጤማውያን ከም ዝተቐተሉ ዝተገለጸ ኮይኑ ካብቶም ሰለስተ እቲ ሓደ ላዕለዋይ መራሒ ሓማስ ከም ዝኾነ ተገሊጹ። ኣብ ትግራይ ኲናት ምጅማሩ ተገሊጹ። ኣብ ክልል ትግራይ ተኹሲ እምበር ኲናት ተጀሚሩ እዩ ክብል ናይ ሕገ መንግስቲ በዓል ሞያ ኢትዮጵያ ኣደም ካሴ ንመደበር ዜና ቢቢሲ ምግላጹ ተሓቢሩ። እቲ በዓል ሞያ ኣብ ሰሜን ኢትዮጵያ ተኹሲ መዓዝ ይጅምር ዝብል ሕቶ ዛጊድ ከምዘይተመለሰ ክሕብር እንከሎ፣ ኲናት ምጅማሩ ሕቶ ከም ዘየድልዮ ክገልጽ እንከሎ፣ ብውሽጢ ውሽጢ ምድላዋት ተፈጺሙ ከም ዘሎ ሓቢሩ። ክልል ትግራይ ኣብቲ ቅድሚ ሓሙሽተ ዓመታት ዝነበረቶ ናይ ኲናት ሃዋህው ክትኣቱ ዓቢ ተኽእሎ ከም ዘሎ ዝሕብር እቲ በዓል ሞያ፣ ኣብዚ እዋን ዝጅመር ኲናት ብኹሉ ሸነኻት ዝኸፍኣ ክኸውን ከም ዝኽእል እውን ሓቢሩ ኣሎ። ኣብ ዞባታት ክልል ትግራይ ሰፊሕ ናይ ግፋ ሃዋህው ከም ዘሎ'ውን ናይታ ክልል ምንጭታት ዝገለጹ ኮይኖም፣ መንእሰያት ናይታ ክልል፣ ካብቲ ግፋ ኣብ ምህዳም ከም ዝርከቡ እውን ይሕበር። ኣብ መንጎ ናይቲ ቅድሚ ሓምሽተ ዓመታት ዝነበረን ሕጂ ዘሎን ስምዒት ኲናት ናይ ሰማይን ምድርን ፍልልይ ከም ዘሎ ዘረድኡ እቶም ምንጭታት ዝሓለፈ ኲናት ብዘይካ ህይወት ኣማኢት ኣሽሓት ምውሳእ ካሊእ ውፅኢት ዘይብሉ ምንባሩ እውን ኣብዚ ግዘ ኣብ ኲናት ክኣቱ ዝደሊ ኣካል ከም ዘየለ የረድኡ። ግብጺ ኣብ ኣስመራ ጨንፈር ዩኒቨርሲቲ ካይሮ ክትከፍት ምዃና ጸብጻባት ናይታ ሃገር ገሊጾም። ባይቶ ናይታ ሃገር፣ ጨንፈር ዩኒቨርሲቲ ግብጺ ኣብ ኤርትራ ክኸፍት ቀጠልያ መብራህ ተምሃቦ ዝገልጹ ናይታ ሃገር ምንጭታት እቲ ስጉምቲ ከም ኣካል ናይቲ ክልቲኤን ሃገራት ዘካየድዎ ዘለዉ ሕድሕዳዊ ስምምዓት ምዃኑ ይሕብሩ። ኣብ መንጎ ኤርትራን ግብጽን ሓደሽቲ ስምምዓት እውን ዝተኸተመ ክኸውን እንከሎ፣ ኣብ ወደባት ኤርትራ ናይ ግብጺ ንጥፈታት ክህሉ ዘኽእል ስምምዕ ኣብ ዝሓለፈ ሰሙናት ተበጺሑ ምንባሩ'ውን ብተወሳኺ ይዝከር። ኣብ ኢትዮጵያ ንዝካየድ ምርጫ ዝዕዘቡ ተዓዘብቲ ናብ ኣዲስ ኣበባ ይኣትዉ ከምዘለዉ ተገሊጹ። ብፕረዚዳንት ኬንያ ነበር ኡሁሩ ኬንያታ ዝምራሕ ልኡኽ ተዓዘብቲ ምርጫ ሕብረት ኣፍሪቃ ኣዲስ ኣበባ ከምዝኣተወ ተገሊጹ። ኣብ ዝመጽእ ሰኑይ ዝካየድ ሻብዓይ ሓፈሻዊ ምርጫ ዝዕዘቡ ተዓዘብቲ ምርጫ ኣዲስ ኣበባ ከም ዝኣተው ሕብረት ኣፍሪቃ ዝገለጸ ኮይኑ፣ እቲ ብፕረዚዳንት ኬንያ ነበር ኡሁሩ ኬንያታ ዝምራሕ ሕብረት ካብ ሰላሳን ሸውዓተ ሃገራት ተዓዘብቲ ከም ዘለውዎን ሰብዓን ሰለስተ ኣባላት ዝሓቖፈ ከም ዝኾነ እቲ መግለጺ ሓቢሩ። እዚ ድማ ኣምባሳደራት፣ ወከልቲ ሲቪላዊ ማሕበራት፣ ክኢላታት ምርጫ ከም ዘጠቓልል ተገሊጹ። ሕብረት ኣፍሪቃ ብሰሉስ ዓሰርተ ሸሞንተ ግንቦት ክልተ ሽሕን ዓሰርተ ሸሞንተን ኣብ ዘውጽኦ መግለጺ፣

እዚ ከምዚ ኢሉ እንከሎ፣ ኣብ ትግራይ ምስ ካልኦት ክልላት ኣብ ተመሳሳሊ እዋን ምርጫ ከም ዘይካየድ ቦርድ ምርጫ ኢትዮጵያ ኣፍሊጡ። ኣብ መላእ ሃገር ጽባሕ ሶኒ ዕስራን ኣርባዕተ ግንቦት ክልተ ሽሕን ዓሰርተ ሸሞንተን ኣብ ዝግበር ሃገራዊ ምርጫ ኣብ ትግራይ ምስ ካልኦት ክልላት ብሓደ ምርጫ ከም ዘይካየድ ቦርድ ምርጫ ኢትዮጵያ ኣፍሊጡ። ኣብ ኣምሓራ ካብ ዝርከቡ ሚእትን ሰላሳን ሸሞንተ ክልላት ምርጫ ድማ ኣብቶም ሸሞንተ ከም ዘይካየድ እቲ ቦርድ ገሊጹ። እቲ ቦርድ ትማሊ ሶኑስ ዓሰርተ ሸሞንተ ግንቦት ክልተ ሽሕን ዓሰርተ ሸሞንተን ኣብ ዘውጽኦ መግለጺ፣ ቅድመ ምርጫ ድምጺ ዝወሃበሉ መዓልትን ኣመልኪቱ ኣብ ዝሃቦ መግለጺ፣ ኣብ ክልል ትግራይን ኣምሓራን ብጠቕላላ ካብ ኣርብዓን ሽዱሽተ ክልላት ጣብያታት ምርጫ ከም ዘይካየድ ወግዓዊ ገይሩ። ኣደ ወንበር ዋና ኣካቢት እቲ ቦርድ ሜላት ወርቁ ሃይሉ ኣብ ክልል ትግራይ ኣብ ሰላሳን ሸሞንተ ነቑጣታት ምርጫ ኣብ ክልል ኣምሓራ ድማ ኣብ ሸሞንተ ነቑጣታት ምርጫ ምርጫ ከም ዘይካየድ ገሊጻ። እዚ ከምዚ ኢሉ እንከሎ ቀዳም ሚኒስትር ኢትዮጵያ ኣብይ ኣሕመድ ጽባሕ ሱር ንዝካየድ ምርጫ ዝውዕል ጎስጓስ

ሃገርና ቀዳመይቲ ሕክምና ቱሪዝም ክትከውን፣ ኣብ ወጻኢ ሃገራት ንሕክምና ዝውዕል ልዑል ወጻኢታት ሸርፊ ወጻኢ ንምንካይ፣ ህንጸት ረቀቕቲ ኣገልግሎት ዝህባ ትካላት ኣብቲ ዓውዲ ንምቕጻል ዘሳግር ሆስፒታል ላፍቶ ርኡይ ምዕራፍ'ዩ፣ ኣብ ሓሙሽተ ነጥቢ ኣርባዕተ ሄክተር መሬት ዝተዘርግሐ ዘበናውን ገፊሕ ሆስፒታል ላፍቶ ንመንሽሮ፣ ዝተፈላለዩ ሕማማት ልብን ተዛመድቲ ሕክምናዊ ኩነታት ዓለምለኻዊ ደረጃ ዘለዎ ሕክምና ዝህብ ኮይኑ፣ ዜጋታት ኣብ ሃገሮም ፍሉይ ሕክምና ኣገልግሎት ክረኽቡ የኽእሎም እዩ። እዚ ዓብይ ትካል እዚ ንኣዋህባ ኣገልግሎት ሕክምና ቀይሩ ጥራይ ዘይኮነ፣ ኢትዮጵያ ኣብ ኩሉ ጽላታት ዓርሰ መርኮዝን ሃገራዊ ምዕባለ ዘለዋ ጽኑዕ ተወፋይነት ህያው ምስክር እዩ ክብል እቲ ቀዳማይ ሚኒስተር ኣብ ዝሃቦ መግለጺ ሓቢሩ። ክቡራት ተኸታተልተ ንሎሚ ዝተዳለወ ዜና ነዚ ይመስል ኣብ ዝቕጽሉ ዝፍነው ዜናታት ብቐዳምነት ክበጽሐኩም ሳብስክራይብ ዘይገበርኩም ሳብስክራይብ ንኽትገብሩ ብኸብሪ ንዕድመኩም።